ምእመናን ህዝበ ክርስቲያን ኣባላት ቤት ትምህርቲ ሰንበት ኣብዚ ቅዱስ በዓል ቅዱስ ኣውደ ምህረት ዝተኣከብኹም ብምልእኹም ደሓን ዳሓዲርካቱ እግዚኣብሔር ኣምላኽና ኣብዚ ቅዱስ ቦታ መፅእና እግዚኣብሔር ኣምላኽና ቃሉ ክንሰምዕ በረከት ክንቕበል ብስጋና ብነብስና ክንድሕን ናቱ መጸዋዕታ ክብሪ ጸዊዕና ሰሚዕና ላብዚ ቦታ እዚ ዘምጸና ክብሪ ምስጋና ልኣምላክና ይኩን። ኣምላክና እግዚኣብሔር ቃሉ መልእክቲ ከተሓላልፍ ከሎ ንሕና እውን ኣእምሮና ሓሳብና ካብቲ ልሙድ በካና ዝኮነ ህይወትና ዓለም ጥራሕ ናይ ዓለም ንፋስ ዝመላለሶ ሕይወት ወፂእና እቲ ሕያው ዝኾነ ናይ እግዚኣብሔር ቃል ሕይወትኻ ኩሉ ዝቕድስ ኣብ ምድሪ እላሃለኻ ሰማያዊ ክብሪ ዘውህብ መንገዲ እግዚኣብሔር ዘርኢ ፍፁም ድሕነትን ሰላምን ዘውህብ ቃሉ ክንሰምዕ እዚ ንህሊናና ይባርኸልና እግዚኣብሄር። ሻዕ ኸዚ ላሰማዕናዮ ልጸናሕና ጥዑም ዝኾነ ብቶም ሊቃውንቲ ኣቦታትና ኸምኡ ውን ብቶም ኣባላት ቤት ትምህርቲ ሰንበት እቱ ለይቲ ውን ብዓውዪ ምሉእ ለይቲ ስብሃተ እግዚኣብሄር ላበጽሐ ልሓደረ ልኣና ልዓድና ዓብዪ በረከት እዩ ቃሉ ቡቲ ልግብኦ ቃሉ በሰማማዕ ይኹን በነጋግራ ይኹን ብዝተፈላለየ ምኽንያት ላተበታተነና እምበር እዙይ ልዓዲ ልሃገር ድሕነት ለምፅእ ነገር እዩ። ናይ እግዚኣብሔር ቃል ልሓንቲ ዓዲ ስብሃተ እግዚኣብሔር ዝበፅሖ ዓዲ ካብ ብዙሕ መከራ ከምዝድሕን ብቃል እግዚኣብሔር ተናጊሩ እዩ እሞ ካብ መከራ ስጋ ካብ መከራ ነብሲ የድሕነና። መድኃኔ ገጽየ እግዚኣብሔር ተወክፈኒ እስየብህ ለስመ አምላኪየ በማህሌት ወአዐብዮ በስብሐት አሰምሮ ለእግዚኣብሔር ከመ ጣዕዋ ዘኢያውቀለ ቀርነ ወጽፍረ ልብል ኣብ መዝሙረ ዳዊት መዝሙር ስሳን ሸሞንተን ርከብ እዩ። እቱ ገጸይ መድሓኒት ዝኾነ እግዚኣብሔር ኣምላኽ ህይወተይ ኹሉ ዝባረኸኒ ተቐቢሉኒ እዩ ይብል ቅዱስ ዳዊት ተቐቢሉኒ ወእሴብህ ለስመ ኣምላኬ በማህሌት ልቱ ኣምላኸይ ልፈጣርየይ ልእግዚኣብሔር ብማህሌት ኸመስግኖ ይብል ኣብዚ ክንርድኦ ዝግበና ክቡራን ማህሌት ዝበሃል ካብቶም ናቤተ ክርስቲያንና ኣገልግሎት ተሓደ ኣገልግሎት ልእግዚኣብሔር ዝወሃብ ኣገልግሎት ፍልይ ዝኾነ ኣገልግሎት እዚ ማህሌት ዝበሃል ኣገልግሎት ድሕሪ ቅዱስ ያሬድ ኢና እንፈልጦ ቕድሚኡ ኣብ ምድሪ ዘይነበረ ኣገልግሎት እዩ ልክዕ እዩ ማህሌት ክበሃል ተሎ ከምዚ ኸዚ ንብሎ ዘለና ቕድሚ ዘመናት ምህላው ብትንቢት ቅዱሳን ነቢያት ከም ዝተነበይዎ ዓይነቱ ይፈላለ እምበር ኣብ ዓለም ኹሉ እውን ብዝተፈላለየ ናይ እግዚኣብሔር ቃል ምስጋና ከም ዝነበረ ይግለጽ። እስራኤላውያን እኳ ካብ ግብፂ ትምለስ ተለውስ ሓፍቲ ሙሴ ከበሮ ሒዛ ልእግዚኣብሔር ከም ዘመስገነት ንሴብሖ ለእግዚኣብሔር ስቡሃ ዘተሰብሃ ኢሎም ልእግዚኣብሔር ከም ዘኽበርዎ ይግለጽ እዩ። ብዝተፈላለየ ምክንያት እግዚኣብሔር ይምስገን እዩ። ኣብ ዓድና ክንሪኦ ዘለና ግን ብፍሉይ ማህሌት ዝብል ቃል ወይም ምስጋና ብሓሙሽተ ሚእቲ ድሕሪ ሓሙሽተ ሚእቲ ክፍለ ዘመን ቅዱስ ያሬድ ናብ ሰማይ ተነጢቑ ናይ ሱራፍየል ናይ ቅዱሳን መላኢክት ዜማ ከምልሰምዐ ካብኡ ሰሚዑ እንደገና ናብዚ ምድሪ እዚ ከምዝመጸና ኢና ንገልጽ። እዚ ማህሌት ዝበሃል ኣገልግሎት ሰለስተ ዓይነታት መግለጽታት ኣለዎ። ካሊእ ኣገልግሎት ሰብነትካ ደው ኢልካ ቃልካ ጥራሕ ምንጋር እዩ። ኣብ ቅዱስ ያሬድ ማህሌት መጺኻ ግን ከበሮ ኣሎ፣ ጸናጽል ኣሎ፣ ኣሊኸ መቆምያ ኣሎ። ሰባት ብጣዕሚ ትምሰጡ ሰለዉ እዚ ነገር እዚ ሒዞም ሰባት ከም በዓል ኣክናፍ እዮም ዝኾኑ። ብፍላይ ብተመስጦ ትገልጽዎ ተለዉ እቲ ቃል ማለት እዩ። ፍሉይ ክብሪ ዘለዎ ኣገልግሎት እዩ። እዚ ካበይ ዝተረኸበ ኣገልግሎት እዩ ክንብል ተለና ግን ካብ ቅዱሳን መላእክቲ እዩ ኢሉ ቅዱስ ያሬድ ባዕሉ ነገሩና። ዋይ ዜማ ዘሰማይኩ ሰማይ ዘመላእክት ግና ኢሉ ካብቶም ቅዱሳን መላእክት ዓትሪ ለይቲ ለኣገልግሎት ዘየቋርፁ ኩሉ ግዜ ቅዱስ ቅዱስ እላበሉ ዝነብሩ ቅዱሳን ካብኡ ዝሰምዖ ቃል እዩ። ቅዱስ ያሬድ ኣበይ ተወሊዱ ኣበይ ዓብዩ ኸመይ ዓይነት ህይወት ኸ ነይርዎ ትንብል ተለና ቅዱስ ያሬድ ተወሊዱ ዝዓበየሉ ኣብዚ ኣብ ትግራይ እዩ ኣብ ቅድስቲ ሃገርና ኣክሱም ከተማ እዩ ከምቲ ኩሉ ሰብ ልምሃር እውን ልትምህርቲ ምስ በፅሐ ናብ ትምህርቲ ከም ዝኸደ ማለት ላብ ኣኩኡ ጀዴዎን ትምህርቲ ከም ዝጀመረ እዩ ልነግረና ትምህርቲ እላተምሃረ ብዝጸንሐሉ እቲ ትምህርቲ ብቐሊሉ ልትቐበሎ ኣይነበረይ። ማለት ትምህርቲ ልዕሊ ሸውዓተ ዓመት ትምህርቲ ተነበረ እውን ምንም ዓይነት ልሓዞ ከም ዘይነበረ ታሪክ ይነግረና። ንመጀመርያ ግዜ ዝነበረ ህይወቱ ማለት እዩ። ኣብ ትምህርቲ ቤት ኮይኑ ልሕልፎ ግዜ ጽቡቕ ስለ ለይነበረ ድሕዝቶ እውን ስለ ለይነበሮ መምህር እውን ተቖጢዑ ጀድዮን ከም ዘባረሮ እዩ ይነግረና። ድሕርዚ ግን ቅዱስ ያሬድ ካብቲ ትምህርቲ ቤት ወጺኡ ትነብር ተሎ ቅዱሳን ሰባት ወይም ትሑታት ሰባት ትምህርቲ ካብ ልልዓለ ነገር የኾንዩ ዝርድኡ ካብ ዝተሓተ ነገር ምስትውዓል ስለ ለሎ ካብ ብጣዕሚ ልተናዓቐ ነገር እውን ትምህርቲ ይወስዱ እዩ ካብ ዝተሓተ ንእሽቶይ ነገር ትምህርቲ ወሲዱ ላብ ትምህርቱ ዝተመለሰ ሓደ ሊቅ ቅዱስ ያሬድ እዩ እቲ ትምህርቲ ልግዚኡ ልተዓንቀፈ ይንበር ዘይተመኣቻቸየ ይንበር ትምህርቲ ተደጋጋሚ እንተተነገሮ እውን ለይሕሰብ ይንበር እምበር ድሕሪ ግዜ ካብቱ መምህሩ ምስ ኣሰናወቶ ግን ኣብ ሓንቲ ቦታ ዓሪፉ ትርኢ ተለ ግን ሓንቲ ዛፍ ወይ ኦም ትበሃል ኣብኣ እቲ ሓደ ዝነኣሰ ሓሰኻ ኣብ ሓንቲ ልኾነት ቦታ ካብ ሓንቲ ቦታ ክድዩ ክመላለስ ክመላለስ ክመላለስ ተኣውዮ እሞ ድሕሪ ሽዱሽተ ግዜ ግን እታ ዘጸገመቶ ዘሊሉ ማለት ዘሊሉዋ ሸጊሩዋ ስለዚ ቅዱስ ያሬድ እንታይ ሓሳብ መጺሉ እዚ ኩነታት እዚ ዋእ እሞ ኣነ እውን ንዘመናት ልኣክል እቲ ትምህርቲ እምቢ ኢሉኒ እኒኦስ ደጊመ ተጽዒረስ ክሓልፎ እየ ልብል መንፈስ ሓዲሩ ብዚ ምኽንያት እዚ ተመሊሱ ናብ መምህሩ ይቅርታ ከም ዝጠየቐ ይነግረና። ክመሃር እየ ቅድሚ ከዚ ለየስተኻኸልክዎ ከስተኻኽል እየ ስለዚ መምህረ ይቅር በለለይ ብይቅርታ ክምለስ ክመሃር ኢሉ ከም ዝጠየቐ እሞ መምህር እውን ብይቅርታ ከም ዝተቐበልዎ እዩ ድሕሪ እዚ ግን እግዚኣብሔር ኣምላኽ ንኩሉ ግዜ ሰዓት ስለ ዘለዎ ብፍላይ እውን ዘረድአና ዝሊቅ እዚ ልህሊንኡ ትሑት እዩ ነይሩ መንፈስ ኣምላኽ ዘለዎ እዩ ልተኣምራት እግዚኣብሔር ሓይሉ ክገልጽ ዝተደለ እዩ ድሕሪኡ ግን እዚ ኩሉ ምስ ኾነ ህሊንኡ ተመሲጡ ማለት ከምቲ ቅድም ዝበልክዎ ኣብ ቅዱሳን መላእክት ተመሲጡ ናይ ዜም ቅዱሳን መላእክት ዜማ ወይ ማህሌት ዝበሃል ፍሉይ ዝኾነ ዕፀምትኻ ህይወትኻ ዘለምልም ጸጋ ዘለዎ ሰሚዑ እዩ ጌዴዎን እንታይ ዓይነት ትምህርቲ እዩ ለምህሮ ነይሩ ቅድሚኡ ዝገርም ነገር እዩ መጻሕፍቲ እዩ ለምህሮ ነይሩ ዝኾን ምክንያቱ ናይቲ ዜማ ልንብሎ ኣለና ናይቲ ማህሌት ጀማሪ ግን በዓል ቅዱስ ያሬድ ስለ ዝኾነ ማለት እዩ ስለዚ መጀመርያ ክዝምር ከሎ ንእግዚኣብሔር ከመስግን ተሎ ግን ሃሌሉያ ለኣብ ሃሌሉያ ለወልድ ሃሌሉያ ለመንፈስ ቅዱስ ቀዳሚሃ ለጽዮን ሰማየ ሳረረ ወዳግም ኣርኣዮ ለሙሴ ከመይ ይገብር ግብራለ ደብተራ ይብል። ብጣዕሚ ዝገርም ቃል እዩ። እዚ ክዝምር ተሎ ቅዱስ ያሬድ እዚ ቃል እዚ ክናገር ተሎ ጣዕሚ ዜምኡ ልሰባት ጥራሕ ዘይኮነስ ልእንስሳ እውን ደው ዘብል ከም ዝነበረ ይግለጽ። ዝተፈላለዩ ታሪካት ኣለዉ። ናይ ዜማ ጣዕሚ ትናገር ተሎ ውሽጥኻ ብጣዕሚ እዩ ዝገዘእካ። ብጣዕሚ ህሊናኻ ኩሉ ዝቆጻጸረካ ንምንታይሲ መንፈስ ቅዱስ ስለ ዝሓደሮ መንፈስ ቅዱስ ስለ ዝረድኦ ስለዚ ከምኡ ኢሉ እዩ ዜማ ጀሚሩ ዝተወለደሉ ዕለት ሓሙሽተ መያዝያ እዩ ማለት ብሓሙሽተ ሚእቲ ይቅርታ ብሓሙሽተ ሚእቲ ሓሙሽተይ እዩ እወ ስለዚ እዚ ሊቅ እዚ ኣቦኡ ይስቅ ይበሃል እንእውን ክርስቲና እያ ትበሃል ቅዱሳን ካብዞም ቅዱሳን ሰባት እዚኦም ዝተወለደ ሊቅ እዩ። ብድሕሪኡ ግን ብዝተፈቱ ቃል ተወርደሉ ተለው እውን ኣብ ኣኽሱም ከነ ምልክቱ ምውራደ ቃል ዝበሃል ቦታ ኣሎ። ያሬድ ልብል ቃል እውን ብኡ ተርጊሞም ኣለዉ። ምውራድ ልብል ቃል እዩ። ቃል ወረደሉ ተገለጸሉ ማለት እዩ። ስለዚ እግዚኣብሔር ኣምላኽ ገሊጽሉ እቲ ምንም ዘይነበሮ ዝበሃል ታሪክ ዝቕይር ኣምላኽ መንገዲ ለስተኻኽል ኣምላኽ ትምህርቲ ኣውይዎ እናተብሃለ ዝነበረ ታሪክ ትምህርቲ ልዕሊ ኩሉ ኮይኑ ተገሊጽሉ ካብ ምድራውያን መምህራን ዘይኮነስ ካብ ሰማያውያን መላእክት ተገሊጽሉ ኢሉ ኣሎ እሱ እግዚኣብሔር ኣምላኽ ንኩልና ይግለጸልና ካብ ሰማያውያን መላእክት እዩ እግዚኣብሔር ክፈቱ ከሎ እግዚኣብሔር ክገልጽ ከሎ እግዚኣብሔር መንገዱ ከስተኻኸለልኻ ከሎ ከምዚ እዩ ዝገብር እቲ ታሪክ በይፈልጥ ኢልብል ዝነበረ ታሪክ ብፍሉይ ሊቅነት ተገሊፁ ብፍሉይ እውቀት ተገሊፁ ንመጀመርያ ግዜ ናይቲ ዜማ ዝበሃል ናይዚ ቃል ዜ ዓድና ከምዚ ዝበለ በረከት ብቅዱስ ያሬድ ዝተገለጸ እዩ ብስሉ እውን መፍለይ ቃል እውን ያሬድ ካህን ጥቅሞ ልሳን እዩ ዝበሃል ክህነቱ ቅዱስ ያሬድ ትዝምር ከሎ ልኾኑ ፈተናታት ትገጥምዎ ተለው ኣካሉ ትሪኦ ተለኻ ኣብ ምድሪ ይረአ እምበር ህሊንኡ ሰማይ ስለ ልምሰጥ ልኾነ መከራ ትገጥሞ ተሎ ኣይስምዖ እዩ ተይልና ኩልና ክነስተውዕሎ ዝግባእ ነገር እዩ። ምሳሌ እሱ ክዝምር ከሎ ኣብ ኣክሱም ተስተውዕል ኢኹም እቲ ታሪክ ሃጸይ ገብረመስቀል ካብ ኣእምሮኦም ዝተመሰጥሉ እቲ ናቱ ዜማ እሶም እውን ምስኡ ናይቱ ዜማ ሞያ ነይርዎም ዘይኾነስ እቲ ሞያ ስለ ልምስጥ እቶም ንጉስይ እቲ ሊቅይ ቐራሪቦም ስለ ልእግዚኣብሔር ለመስግኑ ዝነበሩ ሒዞምዎ ዝነበሩ ጭማራ ኣብ እግሩ ከም ዝተተኸለ ታሪክ ይገልጽ። ሎሚ ንፈልጥ ኢና ንኹሉ ልውክል ኣይኾነይ እምበይ ንእሽቶይ ትዃን ይኹን ቁንጭ ተቢልካ እኳ ስንደይ ነገር ወይ ወፂኻ ትኸድ ወይ ሓደ ነገር ትገብር ማለት እዩ ሰይፊ ልኣክል ኣብ ህሊ ኣብ እግሩ ተተኺሉ ደም እውን ላፈሰሰ እዩ ዝብል እሱ ግን ነቕ የበለ ህሊኑ ኣብ ላዕሊ እኒኦ እሞ ስቑ ኢሉ የመስግን ነይሩ እንተ ከምዚ ዝበለ ህሊና ይዓድለና እግዚኣብሄር እግዚኣብሄር እኮ ከተመስግኖ ከለኻ ነገራት ኩሉ ረሲዕኻ እዩ ክተመስግን ዝፈቕደልኻ ነገራት ኩሉ ረሲዕኻ ምድራዊ ሓሳብ ናይ ስጋዊ ጉድኣትኻ ዝኾኑ ነገራት እግዚኣብሔር ከረስዑ ዝኽእሉ ድሓር ብድሕሪኡ ግን ይቅርታ ጠይቁ እዩ ዝብል ዝንጉስ ብዚ ለኣክል ደም ፈሲሱካ እሞ ከዓ ምንም ዘይበልኻ እዩ ቅዱስ ያሬድ ይዝምርለ ስለ ዝኾነ ዘማሪ ጥራሕ ዘይኮነስ ኣዘማምርኡ ህሊንኡ ልእግዚኣብሔር ሕሊፉ ዝሃበ ሊቅ ነይሩ ማለት እዩ ንዕሊ ኩሉ እግዚኣብሔር ዝቆፃፀሮ ህሊና ትህልወካ ተለ እዩ ትክክለኛ ኣገልግሎት ዝበሃል እግዚኣብሔር ዝቆጻጸሮ ህሊና ልመን ከም ዝተገልግል ዘለኻ ኣብ ምንታይ ቦታ ከም ዘለኻ እንታይ ዓይነት ቋንቋ ትናገር ከም ዘለኻ ዝገልጽ እዩ ዝኹሉ ትኾን ተሎ ግን እዚኮ ጌኻኒ ከምዚኮ ኮይነኻኒ ተየበለይ እቶም ዝወግእዎ ደኣ ተጨነቑ እምበር እሱ ግን ምንም ዓይነት ምኽንያት ትገልጽ ኣይተረእዩ እግዚኣብሔር መንፈስ ቅዱስ ጸግኡ ኣሕዲሩሉ ማለት እዩ ልክዕ እዩ ናብ እግዚኣብሔር ትቐርብ ተለኻ ብፍላይ ብህሊና ብሓቂ ተግለጽ ተለኻ ትቐርብ ተለኻ ኩሉ ነገር እዩ ዘረስዐካ ትቃሉ ኩሉ ነገር ኢኻ ትርስዕ እዚ ልኣክል እዩ ትዝምር ማለት እዩ ትመዝሙር እውን ከምቲ ኩልኹም ክሻዕ ኸዚ እውን ትሪእዎ ዘለኹም ኣዴታትና ዝመዝሙር እዩ ዝሰምዓ ተለኽን ክሻዕ ኸዚ ኮን እዮም እግዚኣብሔር ይመስገን ዝመዝሙሪ ዝዝምር ተሎ ኩሉ ዕልል ይብል ኩሉ የመስግን ኩሉ ሓሳቡ ይገልጽ ብዝኽእሎ ማለት እዩ እቲ ናይ ማህለት ሰብ እቲ ማህለት ትገልጽ ተሎ ኩሉ ሰብ ግን ስምዒት ኣለዎ ኣብቲ ማህለት የለ የብሉ ድዩ ንህዎ ፍሉይ ጸጋ እዩ ዘለዎ ስለዚ ብዚ ምክንያት እዚ ነቢየ እግዚኣብሔር ዳዊት ማህሌት ኽንደይ ልኣክል ዓብዪ ክብሪ ዘለዎ ኽንደይ ልኣክል መንፈሰ እግዚኣብሔር ዘለዎ ብማህሌት ክተመስግኖ ተለኻ ልእግዚኣብሔር ኽንደይ ከም ዘመስግን ኣሰምሮ ለእግዚኣብሔር እምላሄ ጣይዋ ዘእያው ቀለ ቀርነ ወጽፍረ ጣይዋ ኢልዎ እሱ ብንዓድና ጣይዋ ልዕል በለ እዩ ንሕና ግን ቢተይ ትንብለ ተለና ይልጥዕም ብቲ ቋንቋና ቢተይ ማለት ጽፍሪ ለይቀለ ቀርን ለይቀለ ልበሃል እዩ ልትክእ እሱ ክዘልል ከሎ ዚክትልዎ ይትኽእል እቲ ቢተይ ልበሃል ነገር ኸምኡ ኸይኑ ዘለለ፣ ኸምኡ ኸይኑ ልእግዚኣብሔር መሥዋዕት ኣቕረበ። እግዚኣብሔር እውን ብዙይ ልሕጎስ ምዃኑ ነጊሩና እኒ ኣሰምሮ ለእግዚኣብሔር ሰሚሩ ማለት ተሓጒሱ ማለት ፈትዩ ማለት እዩ። ስለዚህ ልእግዚኣብሔር ብቱ ማህሌት ብቱ ምስጋና ከም ጣዕዋ ዘለለ ኮይኑ እግዚኣብሔር ኣሐጎሶ ቀርኒ ዘይብሉ ፅፍሪ ዘይብሉ ትግርኛና ፅቡቅ ቋንቋ ኣለዎ እዚ ቋንቋ እዚ ጣዕዋ ብይተይ ንእስ ልበለ እዩ ጣዕሚ ጣዕዋ ግን ልዕል ልበለ እዩ ብይተይ ጣዕዋ ተፊን ላለ እዩ ዝኸድ ደረጃ ኣለዎ ብትግርኛ ካልኦት መግለፂ ለይብሎም ክኾኑ ይኽእሉ ስለዚ ከም ብይተይ ላዘለለ ልእግዚኣብሔር ዘመስግን እዩ ኣብዚ ቅዱስ ማህሌት ብምስትውዓል ትንገር ተሎ ነገረ ክርስቶስ እዩ ዝገልጽ ነገረ ክርስቶስ ብጣዕሚ እዩ ዝገልጽ ማህሌት ኣብቲ ከበሮ ይኹን ኣብቲ መቆምያ ልዕል ትሕት ተብሎ ኣለኻ ይኹን ኣብቲ ከስተርግጹ ልተሓላለፍዎ ይኹን ኹሉ ናይ ክርስቶስ ነገር እዩ። ጸቦና እውን መርሃ ክርስቶስ ሰበላለም ዕረፍቲ ይኑረልና ኣቦና ንፈትዎም ኣቦ ነይሮም። ኣንገርጋሪ ዝበሃል ቃል እሶም ትገልጽዎ ተለው ናይ ክርስቶስ ነገርጋር ምውዳቕ ምልዓል እዩ ኢሎም ይትርጉሞ ነይሮም። ለመንገርጋሪ ኢልና መስቀል ክንመርሕ እንብሎ ክርስቶስ ዝወድቐሉ ዝሞተሉ ትዝሰሉ እዩ እቲ መስቀል ላልዕልቕ ዓብዪ ከቢድ መስቀል እዮም ዘሸክምዎ ምውዳቆ ምልዓሉ ዝገልጽ እዩ ኣንገርጋር ልብል ቃል ተውሂብዎ ዘሎ እዩ ስለዚ ልዩ ልዚ እዩ ነገረ ክርስቶስ ዝበልክዎ ኣብቲ ማህለት ብዝተፈላለየ መልክዑ ነገረ ክርስቶስ ኣሎ ናይ ክርስቶስ ሞት ናይ ክርስቶስ መከራ ዝግለጸሉ እዩ እዚ ርደቱ እርገቱ ብጸናጽል ይግለጽ እዩ ልታሕቲ ትጠቅስ ተለቱ ጸናጽል ርደቱ ትኾን ልላዕሊ ግን ኩልሻዕ ልላዕሊ ልውዳእ ናይ ጎይታ ኢየሱስ ክርስቶስ እርገት ተፈላለየ ትርጓሜ ለለዎ መልእኽቲ እዩ ስለዚ እዚ ልኣክል ሊቅ እዩ እሞ እዚ ኩልና እውን ክንፈልጦ ክንርድኦ ዝግባእ እዩ ስለዚ ማህሌት ብፍላይ ኣብ ዓድና ክሻዕ እዚ ቅዱስ ያሬድ መጺኡ ዝበሃለሉ ልተጠቐሰ ዘመን ቕድሚኡ ብኸምዚ ዓይነት ማህሌት ልፍለጥ ኣይነበረይ። እዚ ክስተት እዚ እዚ ቅዱስ ዝኾነ ኣገልግሎት እዙይ ብቅዱስ ያሬድ ልቅዱስ ያሬድ ልገለጸሉ እግዚኣብሔር እዩ። ማህሌት ካብቲ ኣገልግሎት እንብለለልና ዓብዪ ክብሪ ዘለዎ ቤተ ክርስቲያንና ብዚ ማህሌት ብዚ ኣገልግሎት እዙይ ክብራ ዝግለጸሉ እዩ። ትደምቐሉ እዩ። ክደምቐሉ እዩ። ቅዱስ እውን ናብ መጽሐፈ ኪዳን እውን ተነጊሩሎ እዚ ቃል ዘኢይትነገር ብርሃን ንጉሰ ሰራዊተ ሰማያት ሰማኢ ስብሃተ ማህሌት እዩ ዝብል እግዚኣብሔር ኣምላኽ ሰማኢ ስብሃተ ማህሌት ዘኢይትነገር ብርሃን ናይ ሰራዊት መላእክት ሰራዊት ዝበሃሉ ቅዱሳን መላእክት እዮም። ሰማኤ ስብሃተ ማህሌት እቱ ማህሌት ዝበሃል ኣገልግሎት ናይ ቅዱሳን መላእክት ኣገልግሎት ትኾን እግዚኣብሔር ይሰምዖ እዩ ወዘድቢሆም ይኣርፍ ኣብቶም እግዚኣብሔር ቅዱስ እላበሉ ኣብቶም ንእግዚኣብሔር ብፍሉይ ክብሪ ዘገልግሉ እግዚኣብሔር ይዓርፎም እዩ ኣብ ልዕሊኦም ይዓርፍ እዩ ክብሩ ይገልፅ እዩ ይብል ብዝትፈላለዩ መጻሕፍት ይግለጽ እዩ። ኣብ ራእይ ዮሃንስ እውን ከምኡ ኢሉ ወኣልቦ ዘይኣምራ ነታ ቅድስቲ ማህል እዚኣስ ማንም ልማንም ተገለጸት ነገር ይኾንቲ ኢሉ ለቦታ እኒኦ። ስለዚ እግዚኣብሔር ማህሌት ማለት ኣገልግሎት እዩ ኣገልግሎት እዩ ኣገልግሎቱ ግን ኣገልግሎቱ ግን ናይ ማን ናይ ቅዱስ ያሬድ ውላድ ዝኾነ ሰብ ተኣገልግሎት ከም ለለ ኮይኑ ትእውቀቱ ከም ዘሎ ኮይኑ ቅዱስ ያሬድ እዙይ ዝተነከዮ ሰብ የኾነ ብሉይ ኪዳን ትድጓል ንብሎ መጽሓፍ እኮ ባዕሉ ካልእ ቃል እኮ ኣይኮነን ኣብኡ እኮ ናይ ሃዋርያት መልእክታት ወንጌሉ ኩሎም እቶም ሃዲሳት መጻሕፍቲ ካብ ናብ ብሉይ ኪዳን መጻሕፍቲ ተዓቋሓጺሩ እኮ እዩ ስያሙ እዩ ድጓ ተባሂሉ እኒኦ እምበር ተወንጀላት እኮ እኒኦ ኩሉ ዝኾነ ድዩ እዚ እዩ ይገልጽ ስለዚ ብሉይ ኪዳን ሃዲስ ኪዳን እኳ ደኣስ እቲ ብሉይ ኪዳን እቲ ሃዲስ ኪዳን ንብሎ ቅዱስ ናይ እግዚኣብሔር ቃል እሱ ግን ብምንታይ ገሊጽዎ ብቲ ምስጢሩ ጥራሕ ዘይኮነስ ካብቶም ካልኦት ሊቃውንቲ ፍልይ ዘብሎ ብጣዕመ ዜማ ገሊጽዎ ማለት እዩ ብቲ ሰማያዊ ዜማ ገሊጽዎ ማለት ስለዚ ዓብዪ ኣገልግሎት እዩ እሞ ልቲ ማህለት ይኹን ልተገልጋይ ይኹን ዓብዪ ዘብሎ ግን እንታይ እዩ ትንብል ተለና ግን ብተመስጦይ ብፈሪሃ እግዚኣብሄር ብትሕትናይ ትግለጽ ተሎ ምዃኑ ግን ሓቂ እዩ ካብዚ ወፃእ ገሊፅካዮ ዝኾነ ኣገልግሎት ዓብዪ እዩ ክበሃል የለ ኣገልጋሊ እውን ዓብዪ ክትብል ኣይትኽእል እዩ ቅዱስ ያሬድ እውን መምህርነቱ ብዙ እዩ ትሑት ሰብ እዩ ቅዱስ ሰብ እዩ ንተልእኩ ቐልጠቐልጠፈ እዩ ሃዋርያ እውን ክትብሎ ትኽእል ኢኻ ኣብ ሓደ ቦታ እውን ተተኺሉ ይቃረ መወዳእቱ ተንቀሳቂሱ እዩ በብዓዛ ብፍላይ ብዛ ዓድና ኣብ ኩሉ ዓዲ ተንቀሳቂሱ ዘሚሩ እዩ ኣመስጊኑ እዩ ማለት እዩ ስለዚ እዚ ልኣክል ሊቅ ኢና ክነስታውሰ ኣብዚ ግዜ እዚ እሞ ቅዱሳን ምእመናን ንኾኑ ሊቃውንቲ እግዚኣብሔር ኣምላኽ እንዚ ልኣክል በረከት ልሰብ ሲሱ እዩ ማህሌት ብሰማያውያን ጥራሕ ተወሲኑ ልፍለጥ ልነበረ ላባና ላብ ደቂ ሰባት ወሪዱ ንሕና ክንመሃርን ክነምህርን ቃሉ ክንገልጾን ብዝተፈላለየ ጸጋ ክግለጽ ልገበረ እግዚኣብሔር ኣምላኽና ልተመስገነ ይኹን። እወ እዚ ቃል እዚ ፍሉይ በረከት ዘውህብ ፍሉይ ጸጋ ዘውህብ ስለ ልኾነ ማለት እዩ። ስለዚ ለማህሌት ኣገልግለቱ ብዝተፈላለየ መልክዕ እዩ ዝግለጽ። ብጾም ዝግለጽ ናይ ባዕሉ ኣገላልጻ ኣለዎ። ካብቶም ኣገልግሎት ዓንተወል ዝጠቐስዎም ሰለስተ እቲ ሓደ ቀኒስኻ ገበሮ። ብኸምዚ ትኾን እውን ብኸምኡ ብዝተፈላለየ ብብወቕቱ ብብሰዓቱ እዩ። ናይ ቅዱስ ያሬድ ኣገልግሎት ፍልይ ዝገብሮ ካብቶም ኩሎም ኣገልግሎት እውን ኩሉ ሻዕ ተገልግል ተሎ ወቕታዊ እዩ። ልቲ ሓንቲ ሰሙን ልሊ ሰሙና ኩሉ ወቕታዊ ናይ ባዕሉ ተልእኮ እኒኦ ሓድሽ ሓድሽ ክስተት እኒኦ እቲ ሓንቲ ሰሙን ተባህለ ዝሰፍታ ካልኢት ሰሙን እላ ካልኢት ትመጽእ እተን ሓምሳይ ክልተይ ድየን ሓቀይ ዘን ሰናብት እዚአን ኩለን ነናብ ዓለን ነናብ ዓለን ድርሰት እኒኦን ነናብ ዓለን እውን ተልእኮ እኒኦን ብጾም ተኮይኑ ብፍስግ ተኮይኑ ኣባህልሉ እውን ነናብ ዓሉ መግለፂ ኣለዎ ስለዚ ቅዱስ ያሬድ ክንብል ከለና ሊቅ እዩ ሊቅነቱ ግን ኣብ ኩለ መዳይ እዩ ሊቅነቱ ኣብቶም ቅዱሳት መጻሕፍቲ ይኹን ኣብቲ ብመጻሕፍቲ ትርጓሜ ዘይግለጽ ኸዓ ብፍሉይ ብዜማ ዝግለጽ ኸዓ ናብ ብሕቱ ተቢሉ ይግለጽ እዙይ እዙይ ናይ ብሕቱ ሊቅነት እዩ እቲ ካልእቱ ሊቅነት ኣብ ናይ መጻሕፍቲ ትርጓሜ ፍሉይ ዝተፈላለዩ ጸጋ ዘለዎም ምሁራኒ ሊቃውንትን ኣለዉ እቱ ዜማ ግን ንኹሎም ሊቃውንቲ ንኹሎም ቅዱሳን ንኹሎም መላእክቲ እሱ ባዕሉ ብዜማ ቀሚሩ እቲ ዜማ እውን ናይ ባዕሉ ስያሜ እኒእዎ ወቕቱ ልወሃ ልበሃሎ ማለት እዩ ግእዝ ልብል እኒኦ እቲ ናይ መጀመርያ ብእግዚኣብሔር ኣብ ዝምሰል እዚ ልል በሃል እኒኦ ብእግዚኣብሔር ወልድ ልምሰል ኣራራይ ዝበሃል ዝኒኦ ጣዕመ ዜማ ብእግዚኣብሔር መንፈስ ቅዱስ ዝምሰል ማለት እዩ በከምዞም ዓይነት ዞም ዜማ ዝግለጽ ቃል እዩ ስለዚ እዚ መልእኽቲ እዚ እቲ ተልእኮ እዚ ንመጀመርያ ግዜ ትመፅእ ተሎ ክሻዕ ኸዚ ተፈታዊ እሞ ዘይምኖ እዩ ዘይምኖ እዩ ርግፅ እዩ ድኻም ኣለዎ ግን እቲ በረከቱ ከዓ ካብ ድኻም ብላዕሊ እዩ እቲ ብሓቂ ኣገልግሎት ሂብካ ልትረኽቦ በረከት ካብኡ ብላዕሊ እዩ ለባማት ወለድና ይጥቀምሉ እዮም ኩሉ ኣገልግሎት ኩሉ ኣገልግሎት ስለዚ እዚ ልገልጽ እዩ እሞ ቅዱስ ያሬድ ካብኡ መጨረሽኡ ግን ነብዚ ዓለም እዚ ከም ዝተሰወረ እዩ ዝነግረና እርግጥ ዓሪፍ ልውል ሰባት እውን እኒአው ግን እቶም ዓሪፍ ልውልና ሰባት ቦትኡ እውን ኣይነገሩናይ ድሕሪ ዓሪፍ ኮይኑ መቃብር እውን እዚ ክበሃል ነይሩ ከምኡ ኣይተባሃለ እምበር ልብሎ ኣለዎ ከምኡ እውን ግን ቅዱስ ያሬድ መጨረሻ ኩሉ ኣገልግሎት ምስ ወደእ ግን ከም ዝተሰወረ ይገልጽ ማለት እዩ ስለዚ ካብቶም ሊቃውንት ኣቦ ሊቃውንት ዝገርም ግን ቅዱስ ያሬድ ይብዛሕ ይንኣስ ዜማ ቅዳሴ ከዝይም ይኹን ውዳሴ ማርያም ከዝይም ይኹን ኩሎም ዜማታት ከዝይም ይኹን ናይ ቅዱስ ያሬድ እዩ ክሻዕ ከዚ ግን ብዛዕባ ቅዱስ ያሬድ ከምዚ ዓይነት ደሚቑ ናዮ ርእሱ ክኢሉ ቅዱስ ያሬድ ዝበሃል ታወት ኣይረእናይ ነርና ኣብ ዓድና እሞ እዚ ለይረእየና ለኣና ውን ሓዱሽ ክስተት እዩ ከምቲ ልል ገለጸሉ እሞ ስል እግዚኣብሔር ነመስግና እዚ ውን እኮ ሓዱሽ ክስተት እዩ ክስተት ልብል ቃል ብገለፃ እዩ ገሊፅዎ ክስተት ማለት በቃ ተገለፀ ነገር ማለት እዩ እዚ እውን ብፁዕ ኣቦና ካብቶም ኣብ ቦታት ሓደ ልዚ ዓይነት እዚ ቅዱስ ያሬድ ኣብ ዓዱ ቅዱስ ያሬድ ደሞ ናይ ባዕሉ ቦታ ክኢሉ ከምዚ ዝበለ ክብሪ ዘለዎ ቦታ ልዕል ዝበለ ካብ ላዕሊ እንድዩ ኣምጺእዎ እቲ ዜማ እውን ኢልና እኔና። ካብ ቦታ ከዓ ልዕል ልበለ ቦታ ልበረኸ ቦታ ደብረ ሲና ዝበሃል ፍሉይ ስም ሂቦም ብፁዕ ኣቦና። እዚ በረከት እዚ ክኾን መሳርሒ እግዚኣብሔር ኮይኖም ብፁዕ ኣቦና ኣብዚ ዕድል እዚ እውን እንኳዕ ደስ በሎም። እዚ ዓብይ በረከት እዩ ቐሊልካ ልረእ እውን ኣይኮነን። ሓቂ እንድሕሪ ኮይኑ ላናፈቕናዮ ልፀናሕናዮ እዩ ግን ጉልበቱ ኣይረኸብናሉይ ዓቕሙን ኣይረኸብናይ እምበር ውሽጥናስ እኮ ነይሩ እዩ ላፈለሐ እኮ ነይሩ እዩ። ንምንታይ እዮም እዞም ቅዱሳን እዚኦም ኣብዚ ዓዲ ክብሪ ኮይኖም ንኹሉ ዓይነት መራሕቲ ኮይኖም ንዓዲ ክብሪ ኮይኖም እዞም ነገስታት ከም ኣርብሃ ኣጽሃ ኣብርሃ ኣጽብሃ ዝበሃሉ ፊዛና ኢዛና ዝበሃሉ ቅድሚ ጥምቀቶም ማለት እዩ እዞም ከምዚ ዝበሉ ቅዱሳን ዝዓዲ እዚኣ ሙሉእ ብሙሉእ ሃኒጾም ትምህርቲ ተምሂሮም ፍትሕን ርትዕን ሂቦም ኸም ቅዱስ ያሬድ እውን ብዜማይ ብቱል ገለጽናዮ ኣገላልጻይ ዝፍለጥ ሊቅ ኣውዚ ዓዶም ልተወለዱሉ ምንም ዘይፍለጡ ኮይኖም ዝኾኑስ ታይ ይኾን ይኾን ብልሓቱ ላበልና ልኹልና ኸም ደመና ልተሸፈነና ነይሩ ሎሚ ግን ኸምቱ ልቅዱስ ያሬድ ብድንገት ብቅጽበት ኹሎም ዜማታት ይኹሉ መጻሕፍቲ ልተገለጸሉ ብፁዕ ኣቦና እውን እዙይ ተገሊጹሎም እዙይ ርኢና ኢና እሞ እግዚኣብሔር ይመስገን ኸዚ እውን ብድጋሜ እወ ኹሉ ግዜ ቅዱስ ያሬድ እውን ኽግለጸሉ ኸሎ ኣብለይ ሰዓቶ እዩ ተገለጸሉይ መቸም ናእግዚኣብሔር ነገር ብጣዕሚ ክትጽበ ይደለካ ልምንታይ ክትብል እውን ኣይትኽእልይ ብሓቂ ኣብለይ ሰዓቶ እዩ ተገለጸሉይ ኣፍቱ ለይተገለጸ ሰዓት ኣይተገለጸ ትምህርቲ የብሉ ኢላ ተባሃለ ይጸንሑ ትምህርቲ ለይ ኣትዎ ላ ተባሃለ ነይሩ ኣፍቱ ተገለጸሉ ግዜ ግን ሊቅ ኮይኑ እንደገና ሰብ ክልተ ግዜ ተናጊሩ እዩ መጀመርያ ትምህርቲ ኣውይዎ ልብል ወሬ ነይሮ ቅዱስ ያሬድ ድሕሪኡ ኩሉ ምስ ተገለጸሉ ኣታ እዚ ትምህርቲ ኣውይዎ ነበረ እኮ ልዕሊ ኩሉ ኮይኑ ሰብ ለይፈልጦ እውቀት እኮ ገሊጹ ተባሂሉ ተነጊሩ ማለት እዩ ደሓር እቲ ሰብ ክልተ ግዜ እናገይርዎ እዩ እግዚኣብሔር ታሪክ ልቕይር እዩ ትንብል ተለና ከምዚ ዓይነት እዩ ማለት እዩ ታሪክ ልቕይር ኣምላኽ እዩ ስለዚ ንሕና እውን ካብዚ እንታይ ንምሃር እንድሕር ኢልና ኣብ ዝኾነ ዘመን ነገራት እንድሕር ለይመቸወና ክንነግድ ኢልና ይተስተኻኸለልና እዩ ክንወልድ ኢልና እውን ዕድለ ይረኸብና እዩ ክንሰርሕ ኢልና እውን ክነትርፈ ይኸኣልና እዩ ከምዚ ዓይነት ዘመን ትመፁ ተለዉ ተዓጊስኻ ዝኾነ ትምህርቲ ተምሂርካ ምምላስ ካብ ቅዱስ ያሬድ ምምሃር ይከኣል እዩ ተስፋ ምቑራፅ ግን ኣይፍቀድ እዩ ቅዱስ ያሬድ ሸውዓተ ዓመት ትምህርቲ ምስ ኣውኤ ተስፋ ቆሪጹ ድዩ? ብሓንቲ ልንኣሰት ነገርሲ ትምህርቲ ወሲዱ ኣነ እውን ተተ መሊሰስ ክሳኸዐለይ ግዲ እዩ ኢሉ ሓሲቡ ተሳኺዕሉ ዶ ኣይተሳኸዐሉ እዩ? እሞ ሎም እውን ከምኡ ልተዓንቀፈኩም ምእመናን ደቅና ኣይዞኹም ልኾነ ነገር ኩሉ ለሎ እዩ መቸም ኣብ ደቂ ሰባት ብዙሕ ዕንቅፋት ክህልወና ይኽእል እዩ። ገሊና ገሊና ኣይ እዚ ዕንቅፋት እዚ እግዚኣብሔር ሓደ መዓልቲ ክገልጸለይ እዩ እሞ ክሸግሮ እየ ኢልና ተስፋ ንገብር ንህሊ ገሊና ግን ተስፋ ንቆርር ግን ካብ ቅዱስ ያሬድ ንምሃሮ ግን ተስፋ ምቁራፅ ዘይኮነስ ካብ ልንኣሰ ነገር ንእሽተይ ነገር ተሚርካ ላብ ልልዓለ ነገር ተነጢቕካ ዝኽየድ ምዃኑ ግን ካብዚ ሊቅ እዚ ምምሃር ይከኣል እዩ ማለት እዩ ትንምሃር ተለና እውን ተምሃሮ ብፍላይ ንኣብነት ተምሃሮ እውን ብልፍዓት ብልፍዓት ልተምሃሩ መምህራን ቕሌት የብሎም ህውከት የብሎም ጽቡቓት እዮም ኸምዛ ና ቅዱስ ያሬድ ወይ እግዚኣብሔር ክገልጸልኻ እኔእዎ ወይም ደግሞ ደንጒኻ ትለፍዕ እኔኻ እምበር ዘን ቖጽላ መቕጽሊ ግን ኣይትእመንወን የዕብደካ እዩ ለብለይ ኾን ኢሉ ኣእትየካ ቕሌት እዩ ዘምህረካ ዋእ ካብ ቅዱስ ያሬድ ክመሃር ትኽ ትክክለኛ ትምህርቲ ዝኽእል በዓሉ ክመጸካ እኔኦ ብስርዓት እምበር እዙይ ገይረ እዙይ ገይረ ልበሃል እምነት እግዚኣብሔር የለይ ናይ እግዚኣብሔር መንፈስ የብሉ እዩ ብዙሓት እዮም ብሓቂ ልሰብ ክኣምኑ ኢሎም ብቆጽላ መጽላ ዓውዲ ሰባት ብዙሓት እዮም ሓቃን እኳ ይፈልጥ ንሽተይ ነገር ብዝለኸፉ ቁጽሪ መዓልቲ ቁጽሪ ላትጨንቑ ነገር ቶም ተረጋጊዖም ኣምላኺ ኢሎም ለፊዖም ግዜ ወሲዶም ዝተምሃሩ ሰባት ግን ኣብ ህይወቶም እውን ጸገም የለይ ትምህርቶም ለ ካብ ማንም ልናእሱ ይኾኑ ፈለለይ ኣብለይ ግዜኻ ትምህርቲ ቤት ለይኣተኻ ከም ንብሮ ትምህርቲ ቤት ለይተረእኻስ ብሓንቲ ቆጽሊ በቋራጭ ክምሃር እየ ኢልካ ምሕሳብ ግን ኣደገኛ ነገር እዩ ኢለ ተበልኹ ሓቀይ ድየ ትክክል እዩዋ እዚኣ ትክክል እያ ተጓል ንስሩ እውን እምነት እውን እዩ ለጉድል ፍካብ እግዚኣብሔር ክትረክቦ ዝነበረስ ላብ ሰብ ዝንባሌ እውን ኢካ ትገብር ፍካብ ሰማይ ዝመፀስ ካብ ቆፅላ መፅሊ ክረክቦ እየ ኢልካ ምሕሳብ ብጣዕሚ ትሑት ኣተሓሳስባ እዩ ስለዚ እግዚኣብሔር ይገልፅ እዩ እግዚኣብሔር ኣይምሮካ ይገልፅ እዩ ልክገልፀልካ ግን ትፅሊ ልክገልፀልካ ግን ደጋጊምካ ብና ምሁር ኣብነት ትምህርቲ ቤት ትምሃር ደጋጊምካ ትምሃር ተለካ እግዚኣብሔር ሓደ መዓልቲ ይገልፀልካ እዩ ንኹሉ ነገር እዚ እዩ ካብዚ ሊቅ እውን ንምሃሮ እዚ እዩ ካብ ካልኦት ዓበይቲ ድሕሪኡ ለለዉ ሊቃውንት ኣቦታትና ንምሃሮ እውን እዚ እዩ ስለዚ ምእመናን ደቅና ሎሚ እምበኣር ኸሰ ንሕና እውን ክንሸግሮ ኢልና ንሓስብ እሞ ብዙሕ ለይሸገርናዮ ነገር እኒኦትም ሰባት እንታይ ከም ልሓዘና ኣብቲ ውሽጥና ይፍለጥ እንታይ ዓይነት መንፈስ ከም ዘለዉ ዝዓድና ይኹነ ይኹሉ ሎምስ ንሸግሮ ኢና እዚ ናይ መከራ ናይ ሰላም ጉዳይ ሸጊርና ስላብ ሰላም ንኸዲና ካብቲ መከራ ኢልና ንሓስብ እሞ ክንብል ከምዛ ፃፀል ድሕሪት ላወደቐት ላወደቕና ኢና ዘለና ላወደቕና ኢና ዘለና ልድሕሪት እምበር ልቕድሚት ምኻድ ኣይሰኣና ኣይኸኣልናይ ሓቀይ ድየ ልቕድሚ ልድሕሪት እምበይ ልቕድ ልቕድሚት ምስዳር ኣይኸኣልናይ ይፍትነና ኣሎ ኣነባበራና ልድሕሪት የውድቐና ኣሎ ሰላምና እውን ልድሕሪት ይወድቕ ኣሎ ሓድነትና እውን ይበታተን ኣሎ ለሚ ልሓድነት ልተዓጠቐ ሰብ ህዝበ ክርስቲያን ብሓደ ዓይነት ኾይኑ ቤተ ክርስቲያኑ ከገልግል ኣቦታቱ ከኽብር ብስርዓተ እግዚኣብሔር ክምር ሕጊ እግዚኣብሔር ክመላለስ ዝገብር ሰብ ትልንኣሰ ትልውሓደ እዩ ትልበዝሒ ግን ትባቲና እዩ ኣቱም ሰባት ኣብ ቅድመና ከቢድ መከራ እኒ ይረአየና ኣለይኮ ምርኣይ ኮ እዩ ኣውና ለምኮ ኣባ ኣገሌ ኣባ ኣገሌ ንብልና ውሽጥና ቁስሊ ክንትንክው ብደገ ዝኒኦ ተደቂኑ እኒኦ ፈተና ኮ ይረአየና ኣለይኮ መብዛሕትና ኹልና ዘይንኽእሎ ዓብዪ እምባ እኒኦ ቅድሚትና። ልኹልና ዘይምቹ ኣብ ኹልና ክሳድ ክዓርፍ ዝኽእል ፈተና። እቲ ስንፍናና ግን ካብቲ ገዛና ዘይወፅእ ሰደፍ ሰብ ኩሉ ሻዕ ኣብ ገዝኡ እዩ ተከ- መከራ ዝቐብል። ንኹሎም ኣይውክል እምበር ሓደ ሓደ ሰነፋ ተስኡት ኣብ ገ- ኣብ ደገ ትሪኦም ተለኻ ምንም ምስ ማንም ኣይበኣሱ ትሕት ኢሎም ብጣዕሚ ኩሉ ነገር ተስተኻኺሎም ይኸዱ። ኣብ ገዛ ቆልዓ ሰበይቲ ግን እምባ ይኾኑ በቃ መከራ ይርእይዎ እንተን ቆልዓ ሰበይቲ። ኻልእ ይመስሉ በቃ የጨንቑኻ ማለት እዩ። ስለዚ ኸዚ እውን ቤተ ክርስቲያንና ነገራት ኹሉ ምስትውዓል ካብ ልጎድለና ዓመታት ኣቑፂርና ኣለና። ልምብትታን እታ ቤተ ክርስቲያን ሓንቲ እያ ኢልኻ ክንዲ ኣፍ ምስባኽ ናይ ውሽጥኻ ምስጢር ኣውፂኻ ክትኸብር ዲኻ ከምኡ ዓይነት ልደልዩ ሰባት ኣለዉ። እረ ካብዚ ይምሓርኩም እግዚኣብሔር ሕማም እዩ እዚ ሕማም እዚ እግዚኣብሔር ይንቀለልና። ናይ ቤተ ክርስቲያን ውሽጢ ብምውፃኻ ምስጢርሲ እገሌ ከምዚ እዩ ብምባልኻስ ክብሪ ዝረኽቡ ሰባት ይመስሎም ኣለዉ። ናይ ቤተ ክርስቲያን ምስጢር ብዝኾነይ ብዘይኾነይ ብዘይግብኦይ ምድያ ስለ ረኽበኻ ምንጋር ማለት ናይ ኣደኻ ኣቃምሽ ምግላጽ ማለት እዩ ኢለ ትገለጽኽዎ ትልተሓተ መግለጺ እዩ ትልተሓተ መግለጺ እዩ ናይ ቤተ ክርስቲያን ጉዳይ ዝኾነ ዓይነት ስንፍና ይሃሊ ኸዚ እውን ናጋ እውን ጽባሕ እውን ፊት ለፊት ከፍ ኢልካ ምትኻእ እዩ ካብዚ ወፃኢ ምንም ዓይነት መማረፂ ዘይብሉ ሓቂ እዩ ናይ ሰነፋት ሽሽት ክንኾን እንድዚ ልኣክል ቤተክርስቲያን እንደ ኦርቶዶክስ ልትኣክል ቤተክርስቲያን ኣብ ከቢድ ዓብይ ግርማ ኩልና ካብቲ ንእሽተይ ቆልዓ ጀሚሩ ካብቲ ኣጻወሆት ልንብሎ እኮ እግዚኣብሔር ክብሪ ይህብና እኮ እዩ ክብርና ግን እዛ ቤተክርስቲያን እዚኣ ክሻዕለለ እምበር ብዘይ እዛ ቤተክርስቲያን እዚኣ ናብዛ ቤተክርስቲያን እዚኣ ክብሪ እኒኤኒ ልብል ሰብ እኒኦ ድዩ ማይ እግዚኣብሔር ይባርክኹም ግን ክልተ ሰብ ጥራሕ እዩ ካሊእኹም ኒኹም ኒኩም ግዲ ኮይኑ ማይ የለይ እሞ ልኹልኹም የለይ ትክክል ስለዚ ቤተ ክርስቲያን ክብራ ክግለፅ ተሎ ብከምዚ ዓይነት ልማንም ዘይጎድእ ኣቦታትና ብዝመርሑና ኣነ ክምራሕ ስኻትም ትምርሑ ካሊእ እውን ብመምርሒ ክኸድ ልኾነ ስንፍና ገይጋ ተጋጥም ተሎውን ኣቦይ እዚኣ ከመይ ድያ እዚኣ ከምእ እያ ከመይ ንርእያ እንደይ ለባማት ኮን እዮም ኣብቶም ቦታትና እውን ኮ ከምኡ ማለት እኮ ይኾን እዩ ኣብ ቦታት እውን ይኾን ክገልጽ ዘለኹ ብጠቕላላ ኣብቲ ልንኦ ኩነታት እዩ ኣብቲ ልንኦ ኩነታት እዩ እምበር ስለዚ ሎሚ ጥበብ የድልየና እዩ ናይ ኣነባብራ ጥበብ ግን ክሻዕኸ ዘይተገለጸልና ብሓቂ ጥበብ ይጎድለና እዩ ዘሎ ቤተ ክርስትያን ልሓለውዋ ዝመጹ ኣቦታትና ገሊኦም ሰይፊ ላተቃበሉ ሰይፊ ተይተቀበሉ ገሊኦም ውን ብጥሜት ወርቂ ላተርእሱ ጾሞም ልሓድሩ ልትውልድ ከረክቡ ወርቂ ተተርኢሶም ንሳቶም ግን ጾሞም ልሓደሩ ለውጽሕዋ ቤተክርስትያን ምዃንና ንፈልጥ ኢና ከምዚ ላመጸት ዝኾነት ቤተክርስትያንስ ሎሚ ኩሉ ወዮ ኮይኑ ተሃበት እውን በዚሑ ኢሎም የውርዩ ተሰኣን እውን የለ ኢሎም የውርዩ ብመን እዮም ልደሓዞም ሳዚኦም ንኩሉ ዘይምቹ ህይወት እኮ እዩ ገጢምና ነለ ቤተ ክርስቲያን እኮ ኩሉ መከራኣ ኮይኑ ቅድም ምንም የብላ ይትበሃል ተሎ ልቃሺ ዶ ሰብ ይምርዖ ልቃሺ ዶ ጓልካ ይወሃብ ላለላ ውረየ ሰብ መከራ ነይሩ ብኩሉ ጭንቂ ኮይኑ ንእሽተይ ክዳን ቅይር ተበለ እውን ዋልምንታይ እዚማ ክዳን ክቅይር ኣለዎ ከምቲ ናይ ቀደም ድካ ኮይኑባ ክነብር ኣለዎ ኢል ደሞ ይምጉተካ ልክዕ ከምቶም ጸሃፍቲ ፈሪሳውያን ኮይኑ ተስታውሱ ዲኹም መጽሓፍ ቅዱስ ዮሃንስ ትመጽእ ተለስ ምንም ለይበልዐ ለይሰተየ እዩ ኢሎም ድሓርከታ ይበልዎ ጋኔን ቦቱ ሰቦይ ብጣዕሚ ጋኔን ቦቱ ኢየሱስ ክርስቶስ ላበለ ዕላ ሰተየ መጸ ልኡኸት ኣይበልዎ ዓርኪ መጸባሃን ዓርኪ ሓጣን ኸዚ ርኢኹም ሓቂ ተልልስ ልሓዲኡ ክመርጹ እዩ ነይሩ ልኽልቲኦምስ ምምራጻዊዎ ልትሓደ ሙን ይተቐበልዎ እዩ ኸዚ እውን ኸምኡ ዓይነት ዝኾነ ማንታ ዝኾነ ቃል ኸምና መርዚ ኣብ ሓደ ዓይነት ደው ክብል ዘይኽእል ልተገለባበጠ በብወቕቱ ልገላበጥ ቋንቋ ብምጥቃም እዛ ሓንቲ ቅድስቲ ልኾነት ቤተ ክርስቲያን ኣብ ፈተና ኸነውድቓ በምንም ተኣምር ኣይፍቀድን። ሓቦ ክሓድረና እዩ ዘለዎ። ገሊና እውን ልደቀስና ልነበርና ከምዚ ዓይነት ቋንቋ ትለዓል ተሎ ብድግድግድግድግድግ ልንብል ሰባት እውን ኣለና። ፅዕነትና ልለዓለና ልመስል ነገር ማለት እዩ። ስለዚ ቤተ ክርስትያንና ልደልያ ዓይነት ፈተና ይሃሉ ትርእዩ ዶ ኣለኹም እዩ ኣብ ዓለም ለሎ ኩሉ ሰብ እዛ ቤተ ክርስትያን እዚኣ እማ ህንደይ ገድሊ ህንደይ ታሪክ ለለዋ ህንደይ ቅድስና ዘለዋ ኻሊእ እኳ ህንደይ ገበኑ ሸፊኑ ይነብር ኣሎ ውሽጡ ምንም ዘይብሎ እትም ሰባት ንኻሊእ ገበን እኳ ለይስማዕ ኣሎ እቲ ህንደይ ጉድ ደማ ነይሩ እዩ ክውጋዕ ተልኾን ህንደይ ልውጋዕ ነይሩ ግን እንዳ ሰነፋት እዩ ኩልሻዕ ስንፍና ዝግለጽ እሞ ስለዚ ካብ ቅዱስ ያሬድ እዚ ንመሃሮ ብትዕግስቱይ ብጻዕሩይ ይቅር በሃሊ ምዃኑ እውን ርኢናዮ መምህሩ ገሪፉ ሰዲድዎ ነይሩ መምህረይ ይቅርታ ይገበረለይ ክመሃር መምህሩ እውን ይቅርታ ገበረሉ ጀዴዎን ብድሕሪኡ ትምህርቲ ቀጺሉስ ካብቲ መምህሩ ሓሊፉስ ሰማይ ተነጢቑ ዜማ ከምጽእ ጸጋ እግዚኣብሔር ዓዲልዎ እዩ ንቲ መምህር እውን ተቀይሙ እንድሕር ኣውይኒ ማይ ጠንጥኖ ልብል መምህርስ መልኡ እንድዩ በሃላይ ተምሃር እኒኦ እኮ ሎሚ ሎሚ ሰረ ትቀጽዑ ዶ ከለኹም መምህራን ሎሚ ምቕጻዕ እኮ ቀሪ እዩ መኒኦም መምህራን ምዃኖም ኣይትፈልጦም ኢኻ እቶም ተምሃሮ ድዮም እቶም መምህራን ኣይትፈልጦም ተጋገ ይኾነ ድዩ ብስሮ ይፍለጡ እኮ ኣይገንሕዎም እየ በቃ ኣይከኣሉ እዩ ፈተና እዩ ከዚ እቶም ተምሃሮ ዓብዪ ፈተና እዩ ፅባሕ ንጎ ከመይ ኢሎም እዮም መምህር ክኾኑ ብጣዕሚ ከቢድ እዩ ካብ ብኸዚ ሒስኻ ተሓስቦ ተለካ ዝተሓሳስበካ እዩ ላይኻኣልዎይ ለይኻኣልዎይ ኣብ ኹሉ ድዬ ንፈልጦ ለና እምበር እቲ ከበሮ ቤተክርስትያን ዘቅረበቶ እኮ ስቁኢሉ በይኑ ልሓድር ከበሮ እኮ እዩ እኒኦ ኸዚ ልከበሮ እኳ ልምውቃዕ ገሊኦም ልሃለው እውን እዮም በጀ ለይብሉ ገሊኦም ግን የለውይ ካብ ዓንተብኡ እውን ካብ ድቃሶም ኣይተላዕልን ዋ ነገራት ብንእሽተዩ እንድሕር ለይተስተኻኸለ ከመይ ዝበለ ፈተና እዩ መስልኩም እቲ ሰብ ምርኣዩ ምስትውዓሉ ብጣዕሚ እኮ እዩ ዘድሊ ስለዚ ተምሃሪ ትበሃል ተሎ ትሑት በረከት ልቕበል ልመምህሩ ዘኽብር ትመምህረይ ዝወፃሕኻዮ እግዚኣብሔር የብፅሐኒ ኢሉ ተስፋ ዝገብር እምበይ ብሓርሻዕ ቁልል ኢሉ ስቑኢሉ ሓንቲ መዝሙር ብለ ፅናዕ ተኾይኑ ታማ እዩ ተምሃር ልበሃል ከመይ ገይርኻ ተምሃሪ ማለት እኮ ብኩሉ እዩ ተምሃሪ ብኩሉ ዓይነት ተምሃሪ ብትሕትና እውን ተምሃሪ እዩ ብፍቅሪ እውን ተምሃሪ እዩ ብተልእኮ እውን ተምሃሪ እዩ ብቃል እግዚኣብሔር እውን ተምሃሪ እዩ ስለዚ ትሕትና መንፈስ እግዚኣብሔር ጸጉ ይዓድለና ኢለ ኣብ መወዳእታ ግን እዚ በዓል ከምዚ ኢሉ ክኸብር ኸዚ እውን ብድጋሜ በእውነት ከምዚ ኢልና ደሚቕና ብፁዓን ኣቦታትና እውን ከምቲ ትርእይዎ ብፍሉይ ክብሪ ሊቃውንተ ቤተ ክርስቲያንና እውን ብፍሉይ ክብሪ ኣዴታትና ኣሕዋትና እውን ብፍሉይ ክብሪ ናይቲ ቦታ ኣቀማምጣ እውን ብእግዚኣብሔር ጥበብ በእውነት ልገርም ነገር እዩ ልቲ በዓል ምቹው ብዝኾነ መልክዑ ኮይኑ ዝግለጽ በዓል እዩ ቅዱስ ያሬድ ኣብ ሓደ ዓሞት ዶ ይመስል ብጣዕሚ እንድያ ውዚ ለለኹም ምእመናን እግዚኣብሔር ኣምላኽ ልኹልኹም ምእመናኒ ካህናቲ ሓደሻዕ ከመስግን ይደሊ እየ እቲ ደጋዊ ድጋፍ ብዓውዩ ናይቲ ከተማ መቐለ ህዝቢ ናይ እቲ ብዓውዩ ለይግመት እውን ናይ ብፁዕ ኣቦና የብፁዓን ኣቦታትና ይተሎ እቲ ህዝቢ ኣብ ሓፂር ግዜ ከምዚ ዝበለ ቤተ ክርስቲያን ሰለስተ ቤተ መቅደስ ዘለዎ ተጀሚሩ እያ ተወዲኡ እያ ኢና ዝሰማዕና ንሕና እንድዒ ከምኡ እየ ዝሰማዕኩ ኣነ ኣሻዓ ተጀሚሩ ኣሻዓ ተወዲኡ ተጀሚሩ ተወዲኡ ኣብ ስራሕ ውዒሉ ስለዚ ለኣቶም ለደ ገሊፅሎም ከምቲ ቅዱስ ያሬድ ተገለፀሉ ትክክል እዩ ስለዚ ከምዚ ኮይኑ እኒ እሞ እዚ ክንሰርሕ ተለና ግን ናይ ቤተ ክርስትያን ህይወት ናይ ቤተ ክርስትያን ተልእኮ ሰላም በቃ ሰላም ልዕሊ ኩሉ ሃፍቲ ናይ ቤተ ክርስትያንና ንጉስ ሰላም ንጉስ ሰላም ዝተምልኽ ቤተ ክርስትያን ሰላም ትሰብኽ ብሰላም እውን ትነብር። ልባዕላ ሰላም ኾይና ልኻልኦት ሰላም ትረድእ፣ ትሕግዝ፣ ትጽሊ፣ ልእግዚኣብሔር ኣምልኾ ኣላሃበት ህዝቢ ሓደ ትገብር ተበራትዕ። ትፈልጡ ኢኹም እኮ እዙ ቅድሚ ዘመናት ለሎ ዘመናት ልሓለፈ ዘመናት እኮ ብምልኡ ወዮ ኸዚ እዩ ስርጉ ኢል ኣትዩ ልኾነ ነገር ኣትዩ ናብ ማእኸልና እምበር ኹሉ ነገር እኮ ቤተክርስትያን እኮ እያ ነይራ። እቲ ስነ ጽሑፍ ተኾነ ውን እታ ቤተ ክርስትያን እያ ሒዛቶ እንድያም ሰብ ለይጽሕፎ ጽሑፍ እዚ ኸዚ ኮምፒተር ኢልኩም ትጽሕፍዎ ኣለኹም ባሊዕ እኒኦ ይብሃል ኣነ እኳ ኮምፒተር ጽሒፈ ይፈልጥ እየ ሓቂ ዘረባ ግን ባሊዕ ኣለዎ ይብሃል እዚ ዝኾነ ህልም የብሎ ህንደይ ነገር ሰሪሕኻ ይበልዖ ቕድሚ ክልተ ሽሕ ቕድሚ ክልተ ሽሕ ዝተጻሓፈ ብራና ግን ኣቦታትና ብል ኸድዎ ንሪኦ ኣለና ብተለቪዥን ኮይንካ እኳ ትሪኦ ኣለኻስ ፀሓይ ኮይኑ ትሪኦ ሎሚ እቲ ኮምፒተር ዝበሃል ኸኒዮ ጠፊኡ ታማ ባሊዑ ገሊዑዎ ሓደ ግዛ ቫይረስ ኣትዩዎ ይበሃል ስለዚ እዚኦም ካብ ልኾኑ ነገር እታ ቤተ ክርስቲያን ቱ ጥበቡ እኳ ኣይነዓቐይ ብሓቂ ሳይነሱ ማለት ጥበብ እዩ ትምህርቲ እዩ ነገር ግን ልጽቡቕ ልተጠቐመሉ እዩ ገሊኡ ግን ላብ ካልእ ኢላ ተጠቐመሉ እምበር እቲ ትምህርቱ ጽቡቕ ትምህርቲ እዩ ግን ቤተ ክርስቲያንና ዝጽሕፎ ጽሑፍ ግን ይገርመኩም ህንደይ ዘመናት ዝሓለፎስ ክሻዕ ዓለም ኮኸብ መሲሉ ትሪኦ ጽሑፍ ኢኻ ትርኢ በቃ ቀዋሚ ነገር ትርኢ እዙይ ልኣክል ፀሓፍቲ እሳቶም ኣገልገልቲ እሳቶም ኹሉ ነገር ኾይኖም ዝሓለፍዎ ዘመን ነይሩ ድሕሪ ዘመን እውን እዙይ ምውስኻኽ እውን ፅቡቕ ነይሩ ግን መብዛሕትና ግን ቱ ትምህርቲ ልቁም ነገር ክንጥቀመሉ ላተገበ ልለይ ቁም ነገር እዩ እሞ እዚኣ ኢለ መወዳእታ ከብል ዝግበኒ ግን ምእመናኒ ካህናቲ ኣቦታትናይ ብፍላይ ደሞ ንሕና እውን ለቦታትና ትሕት ኢልና ክነኽብር ትግበአና ተሎ ተኽብሪ እዚ ኮይኑ ልዕሊ ኩሉ ምሕፃኖት እንገብር ግን ኣብ ልሃለወ ይሃሊ ሰብ ቤተ ክርስቲያኑ ከኽብር ኣለዎ ዝበሃል ተሃልይዎ እውን ብዝበሃል ቦታ ይበል ነፋስ ልወስዶ ቋንቋ ጽቡቕ ይኹን እዩ ምድያ ማለት ነፋስ ማለት እዩ ተጋጌ ድዩ ሓቀይ ንምድያ ማለት ነፋስ ማለት እዩ ለይሰምዐ ኩሉ ኢሉ ሰምዖ እሞ ድሓር ከዓ ጥንቁቕ ዘረባ ከይኾን እውን ጥንቁቕ ንግግር ከይኾን እውን ዘይተጠንቀቐ ኮይኑ ተሓሊፉ ንበዓልካ ሓሊፉ ንካልእ ሰብ እውን ውርደት ዝኾን ነገር እዩ እሞ ኣብዚ እገሊት ትኹን እገሌ ይኹን እገሌ ተጠንቂቕና ልንናገሮ ልምንታይ ተናገርካ ልበሃል ነገር የለይ ልምንታይ ልሓሳብካ ሃብካ ልበሃል ሓሳብ እውን የኾነ እዩ ዝገልፅ ዘለኹ ከምኡ እውን ከይዳሓዘን እዩ ነገር ግን ኣበይ ይነገር ምስ መን ይነገር ብውሽጢ ልነገር ቀዲምካ ላብ ደገ ላብ ነፋስ ላብ ነፋስ እሞ ትሰማዒኻ መን ምዃኑ ብለይ ምስትውዓል ናይ ቤተ ክርስቲያን ህይወት ዘይተዓደሉ ሰባት ካልኦት እኳ ክንደይ ምለስ ኣለዎ ካደ ቦታ ትርእይዎ ዘለኹም ኦርቶዶክስ ቤተ ክርስትያን ምንም ፈተና ተገጠማ ኣብዚ ከዚ ግዜ ፈተና እያ እኒኣ ብጣዕሚ ከቢድ ፈተና እያ ዘለ ኩሉ ቦታ ርድና ለቲ ኮይኑ ግን እቶም ለስተውዕሉ ሰባት ግን እዛ ቤተ ክርስትያን እዚኣ ሓዲግካ ካብ ምኻድ ሞት ይሐሽ ኢሎም ሰይፍላ ተቓበሉላ ዘሎ ግዜ እዩ ገሊኦም ብጥሜት ሰይፊ ስቀሊል ጥሜት ዶ መሲልኩም እቲ ሰይፊ ስቀሊል ዶ እቲ ጥሜት ስቀሊል ሰይፊ ዶ ኮይኑ ኣብዚ ኣብ ዓድና ደቅና ኣሕዋትና ክንደይ የለቅሖም ዝነብሩ ነበሩ ኣዴታትና ክንደይ ክብሪ ዘለወን ምስ ወዲ ጓል ኸም ደምበ ኸም እንስሳ ኾይኖም ዝነብሩ ዘለወ የሕዝን እዩዶ ብዛዕባ እዚኦም ደይ ይውጋዕ እዩ ብዛዕባ እዚኦም ተልውጋዕ ህንደይ ጽድቂ ነበረ እዚኦም ብዛዕባ እዚኣቶም ብዛዕባ ተብ ዓዲ እኒኦ ሰላም ሓደ ሓደ ዕግርግር ኣለይ ተማህሊልና ከም ተቦታትና ተማህለሉ ልውና ኣለዉ ኩሉ ሻዕ ብፍላይ ብጸቦና ኣቡነ ኢሳያስ ሎሙስ ኩሉ ገዲፍና ኣፍና ልመጸልና ካብ ምዝራብ ጸሎቲ ምህላይ ስግደቲ ኣምልኮቲ እግዚኣብሔር ካብ መከራ ድሕነና ኸም ኣቦታትና ኣሻግረና ኸዚ እውን ኣውዚ ፈተና ወዲቅና ከይንተርፍ ኣምሓረና ርደኣና ኢልኻ ልኣምላክኻ ልእግዚኣብሔር ልትጥይቀሉ ግዜ እምበር ሎሚ ኣብ ልሊ ባዕልኻ መፈላለይ ምክንያት ትጥቀመሉ ፍጹም ኣይግባእዩ ፍጹም ኣይግባእ ጌጋ እዩ ብዝደለይ ዓይነት ሰብ ይኹን ስለዚ እዚ ብፍላይ ደግሞ መናእሰይ ደቅና እውን ኣብኡ ኣለኹ ክብል ዝግባእኒ ልዚ ከምዚ ከምዚ ዓይነት ንቤተ ክርስቲያን ዝጎድእ ለየድሊ መልሲ ስንፍና ትመፅ ተሎ መልሲ ክትው ኢልግበእኩም ልምንታይ ማ ኢኹም ተወሊድኹም ንስኹም እኮ ዳርጋ ለይተወለድኹም ኢኹም ድሕሪ ቤተክርስትያን ጥብቅና ዘይብሉ ሰብ ምውላዱ ልምንታይ እዩ ውልደ ወለድኩ ወኣልሃቁ እሙንቱሰ ኣለውኒ ከይንኾን ከይንግሰጽ ውልድ ወሊድ ዕብየ ነይረ ግን ክሒዶምኒ ኣልዎምኒ ሓዲጎምኒ ኢሉ ቤተ ክርስቲያን ብዙሕ ወሊዳ እያ እንዲያም ኸዚ ብዘይ ወለደቶ ይኹንቲ ትጥቃዕ ዘላ እቲ መብዛሕትኡ ብወሊደ እየ ንወለድቶ ሰብ እያ ትጥቃዕ ዘላ ወሊዱ ፃባ ኣሰትዩ ልዓበየ ወሊዳ ዓበያ እንዲኦም ገሊኦም ልዕበየቶም እዩ ኣብቲ ልብፅሓ በፅሐቶም ኣብቲ ልብፅሓ ምስ ኣብፅሐቶም ግን ብዘየድሊ መልክዕ ክገልፅዋ ዝደልዩ ሰነፋት ተባሂሎም ክግሰፁ ዝግብኦም ከምዚ እዩ ዝኾን ዘሎ እሞ መናእሰይ እውን ልማንም ሰብ ክብሪ ኣይትንክኡ ልማንም ሰብ ከምዚ ወለዩ ኣለኹ ኢልታ ቤተ ክርስቲያን ጠበቃ ግን ኩሉ ሰብ ክኾን ኣለዎ ብጽሑፍ መልሲ ለድልዮ ተኾይኑ ብጽሑፍ፣ ብቃል መልሲ ለድልዮ ተኾይኑ ብቃል፣ ብኸምዚ መድልሲ ተድልዮ ብኸምዚ። ንሕና ኣቦታትና ይኹን ኣሕዋትና ልኹሉ ሓደ ገይርና ክንመርሒ ክንምራሕ ኢና ንብል ዘለና። ማንም ሰብ ክጠፍኣና እውን ኣይንደሊ። ማንም ሰብ ክጎድለና እውን ኣይንደሊ። ልኹሉ እውን ኽብሪ ልንህብ ሰባት ኢና። ኽብሪ ክንህብ እውን ይግበእና እዩ። ንሰብ ኽብሪ እንድሕር ለይሃብኻ ንባዕልኻ እውን ኽብሪ ስለ ዘይብልኻ ኽብሪ እኮ ምእንቲ እገሌ ኢልኻ ኣይኮነይ ምእንቲ ባዕልኻለ እኮ ኽብሪ የድልየካ እዩ። ዝተፈላለየ መከራ ኣብዛ ቤተክርስትያን ዝበጽሕ ዘሎ እዙይ ክበሃል ኣይከኣል እይ እዙይ እላሃለወ ግን ልዙይ ምርኣይ ኣውንና እዙይ ኸምዙይ ኾነ ኣሎ እዙይ ኸምዙይ ኾነ ኣሎ እላበልና ልደገ ኸይንሪእ ኣብ ባዕልና ኸምዙይ ዶ ተርመስመስ እላበልና ኻልኦት ሰባት ከጥፍኡና ልንገብሮ ኣለና ባዕልና ልነዋድዶ ለለና ስንፍና ግን ኹልና ኽንጥንቀቆ እዩ ዝግበእና እላበልኹ ወስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ሰላም የውዕልካታ።